ኣብ ሕማቕ ቦታ ገዛ ሰሪሖም ምንባር ዝጀመሩ ሰባት ሓደ ካብቲ መሰረታዊ ድሌታት ደቂ ሰባት መንበሪ ኣባይቲ ምዃኑ ሓቂ እዩ። ኣብ ዓቕምን ድሌትን ዝተመርኮሰ ምምራፅ መንበሪ ገዛ ካብ ሰብ ናብ ሰብ ዝተፈላለየ እዩ። ሎሚ ድማ ኣብ ዘገርምን ዘይተጸበናዮ ቦታን ዝነብሩ ሰባት ከላልየኩም እየ። ኣብ መንግስት ቲቪ ኹም ዘለኹም ሳብስክራይብ ብምግባር ናይ ደወል ምልክት ብምጥዋቕ ቤተሰብ ናይዚ ቻነል ንክትኮኑ እናዓደምኩ ቀጻሊ ዝዝርግሑ ዘደንቑ ዘገርሙ ሓጸርቲ ዶኩመንተሪታት ክትከታተሉ ኢኹም። ናብ ናይ ሎሚ መደብ ክሓልፍ ብሓባር ንከታተል። ቀዳማይ እዞም ሰብ ሓዳር እዚኣቶም ንዕስራን ክልተን ዓመታት ኣብ ትሕቲ ትቦ ብሓጎስ ዝተቐመጡ ክኾኑ ከለዉ ናብቲ ትቦ ክኣቱ ከሎ ዝረኣዮም ኩሉ እንታይ ዓይነት ሰባት እዮም እናበለ የላግጸሎምን ይጸርፎምን ነይሩ። እዚ ግን ነታ ንሶም እቶም መጻምድቲ ዝነብሩላ ገዛ ደኒኖም ክሳብ ዝርእይዎ ጥራይ እዩ ነይሩ። እንታይ ማለትካ እዩ? ኣብ ውሽጢ ትቦ ብጀካ ርስሓት እንታይ ክህሉ ይኽእል? እንታይ ከም ዘሎ ንምፍላጥ ትደልዩ? ንኺድ ንቐጽል። እዞም መጻምድቲ እዚኦም ሚጌልን ማርያን ዝበሃሉ ኮይኖም ኣብ ማድሊን ኮሎምቢያ ዝነብሩ መጻምድቲ እዮም እዞም መጻምድቲ ኣብ ገዛ ኣይነብሩን እዮም ኣብ ጽርግያ እውን ኣይወደቑን ኣብ ክንዲ ኣብ ጎደና ምንባር ኣብ ትሕቲ ጎደና ምንባር ንመርጽ ብምባል ንዝሓለፉ 22 ዓመታት ከምዚ ኣብ ምስሊ ትዕዘብዎ ዘለኹም ተቐሚጦም እታ ብናዕብን ዓመፅቲ ህዝባን ትፍለጥ ከተማ ሜድሊን ኮሎምቢያ ብዘይ ሕጋዊ ምስጋር ሓሽሹን ትፍለጥ ነይራ እያ እቲ ብገበነኛ ዝፍለጥ ፓብሎ ኤስኮባር ካብዚ ዓዲ ከም ዝኾነ ይንገር። እዞም መጻምዲ ወልፊ ሓሽሽ ስለ ዝነበሮም ብዘይ ሓሽሽ ሓንቲ መዓልቲ ከሕልፉ ዘይክእሉ ሰባት ነይሮም። ብሰንኪ እዚ ድማ ህይወቶም ፋሕፋሕ ክብል ጀሚሩ ነይሩ። እቲ ህይወቶም ዝኸይድ ዘሎ ኣገባብ ወልፎም ንህይወቶም ከጥፍእ ኣብ ኣፍደገ ከም ዘሎ ስለ ዝተገንዘቡ ደው ከብልዎ እንተዘይክኢሎም ብዙሕ ጽቡቕ ህይወት ከም ዘይህልዎም ስለ ዝተገንዘቡ ደው ከብልዎ ከም ዘለዎም ኣብ ሓባራዊ ውሳነ በጽሑ። ብተመሳሳሊ ወልፊ ዘለዎም ሰባት ተኸቢቦም ከለዉ ነዚ ነገር እዚ ክገብርዎ ከም ዘይክእሉ ስለ ዝፈለጡ ክርሕቑ ምርጫኦም ገይሮም ኣለዉ። ነገር ግን ናበይ ክርሕቑ ይኽእሉ? ምኽንያቱ ገዛ ዘግዝእ ገንዘብ ኣይነበሮምን። ልቓሕ ክህብ ወይ ከጸግዖም ዝኽእል ዘመድ እኳ ክረኽቡ ኣይከኣሉን። ኣብ ውሳኔኦም ክደፍኡን ክመኽሩ ግዜ ክህቡ ከለዉ፣ ሓደ ሓሳብ ብልጭ በሎም። ኣብዚ ኣብ ትሕቲ መሬት ዝተቐብረ ቱቦ ተሓቢኦም ካብ ዓለም ርሒቖም ክነብሩ ወሰኑ። ሽታ፣ ጸልማትን ርስሓትን ከቢድ እኳ እንተኾነ ካብ ሞት ዝኸፍእ ስለ ዘየለ ተሪር ውሳነ ወሲዶም ኣብ ቱቦ ህይወቶም ክመርሑ ጀመሩ። ካብቲ ዝነበሮም ወልፊ ንምውጻእ ድማ ንሓድሕዶም ብምትሕግጋዝ ክቃለሱ ጀመሩ። መዓልታት እናሓለፈ ምስ ከደ ነቲ ኣካላቶም ዝሓቶ ዝነበረ ሓሽሽ ሙሉእ ብሙሉእ ስለ ዝረስዕዎ ዋላ እኳ ኣብታ ዝተሸፈነት ትቦ ካብቲ ዝነበሮም ወልፊ እንተሓወዩ ነዚ በዓል ውዕለቶም ዝኾነ መዕቆቢኦም ገዲፎም ክኸዱ ግን ኣይደልየን። የግዳስ ነቲ ትቦ ንመነባብሮኦም ዝምችእ ገዛ ቀይሮሞ። ብባህሪኦም ዓበይቲ ነገራት ዘይፈትዉን ቀሊል ህይወት ዝመርጹን ዝፈትዉን ሰባት እዮም ነይሮም። ነታ ቤት ድማ ብሓጎስ ተቐበልዋ። ኣብ ትሕቲ መሬት ዝርከብ ገዝኦም መብራህቲ ስለ ዘለዎ መግቦም ኣዳልዮም ይበልዑ። ንዛሕሊ ዝጻወሩሉ መውዓዪ እውን ኣለዎም። በብቝሩብ ድማ ሕቖኦም ስብር ዘብሉላ ምቹእ ፍርናሽ ገዚኦም። ነቲ ብላኪ ዝብል ስም ዝሃብዎ ካብ ጐደና ዘልዓልዎ ኸልቢ እውን መዕቆቢ ክኾኑ ክኢሎም። ሰባት በቲ ኸባቢ ክሓልፉ ከለዉ ኣብቲ ትቦ ኸም ዝነብሩ ምስ ረኣዩ ይስንብዱ። ቀሪቦም ነታ ገዛ ምስ ረኣይዋ ግን ኣብ ቱቦ ዝርከብ ገዛ ምዃኑ፣ ንኽትነብር ዘድልየካ ንብረት ምሉእ ብምሉእ ዘማልእት ከም ዝኾነት ይርድኡ። እዞም መብዛሕትኡ ግዜ ክቡር ነገር ዘይመርጹ መጻምዲ፣ ካብዚ ገዛ ወጺኦም ናብ ካልእ ቦታ ክግዕዙ ፈጺሞም ኣይደልዩን እዮም። ኣብ ጎደናታት ኮሎምብያ ዝነብሩ ሰባት ብሰንኪ እቲ ህውከትን ሓሓሊፉ ዝፍጸም ተዅሲ ወይ ሓሽሽ ነዊሕ እዋን ኣይነብሩን እዮም። ሚጎኤልን ማርያን ግን ኣብ ጽቡቕ ግዜ ናብዛ ቱቦ ክሕብኡ ስለ ዝወሰኑ፣ ብዘይ ዝኾነ ሽግር ንዕስራን ክልተን ዓመታት ክነብሩ ክኢሎም። ወፂኦም መግቦም ሒዞም ኣትዮም ኣብ ጎጆኦም ይውዕሉን ይሓድሩን። ዓቢ ገዛ የብለይን፣ ጽቡቕ ኣታዊ የብለይን፣ ሳሎነይ ንኢሱ እናበልኩም ተማርሩ። ሓንቲ ንእሽቶ ገዛ እንተላትኩም ነዞም መጻምዲ ንሓጺር እዋን ኣብ ግምት ኣእትዎ። ብዘይብሎም ኣብ ክንዲ ዝሓርቁን ዝሓዝኑን በቲ ዘለዎም ኣመስጊኖምን ሕጉሳት ኮይኖምን ዕግበት ዝመልኦ ህይወት ክነብሩ ይመርጹ። ወቕቲ ልደት ምስ በጽሐ ከምቲ ኣብቲ ሃገር ዝግበር ልምዲ ኦም ልደት ኣብ ቱቦ ገዝኦም ብመብራህቲ ኣወቂቦም ከም ኩሉ ሰብ የኽብርዎ። ዓመት ዓመት ከምዚ ይገብሩ። ኣብ ጎደናታት ክነብሩ እንከለዉ በዓል ምስ መጸ ስድራ ቤት የለ፣ መግቢ የለ፣ በዓል የለ፣ ጨና በዓል የለ። ሰባት ማዕጾኦም ዓጽዮም በዓል የብዕሉ። ንዕኦም ግን ኣዝዩ ከቢድ ከም ዝነበረ ይዛረቡ። ሕጂ ግን እቲ ነገር ተቐይሩ ኣሎ። መግቦም ንምምእራር ምስ ወጹ ንገዝኦም ሰራቒ ክዘምቶም ኣይክእልን። ኣብ ገዝኦም ቴሌቪዥንን ካልኦት ዝተፈላለዩ ኣገደስቲ መሳርሒታትን ንብረትን ኣለዉ። ክወጹ ከለዉ ግን እቲ ካብ ጎደና ኣልዒሎም ምስኦም ዘጸግዕዎ ብላኪ ዝበሃል ከልቢ ነቲ ገዛ ይሕልዎ ኣሎ። ካልኣይ፣ እዚ ኣብ ዘይማዕበላ ሃገራት እዩ እንተዝበሃል ብዙሕ ዘገርም ኣይምኾነን። እዚ ግን ኣብታ ሓያል እትበሃል ኣሜሪካ እሞ ኸኣ ኣብ ከተማ ኒውዮርክ እንተተባህለ ግን መን ይኣምን? ከምቲ ኣቐዲምና ዝረኣናዮ ኣብ ቱቦ ዝርከብ ገዛ ዝሓሸ ኮይኑ ንረኽቦ። መቼም ኣብ መትሓዚ ጓሓፍ ባጎኒ ዝነብር ሰብ ኣሎ እኳ እንተተባሃለ ኣብ ሃገራ ኣሜሪካ ኒውዮርክ ምዃኑ ግን ኣገራሚ ይገብሮ። ኒውዮርክ ብዝለዓለ ዋጋ መነባብሮኣ ትፍለጥ ኮይና ኣብዛ ከተማ ዋላ ሓንቲ ክፍሊ ክካረ ዝደሊ ሰብ ብኣሽሓት ክኸፍል ይግደድ። ስለዚ ድማዩ ግሬግ ክላውድ ኣብዚ መትሓዚ ጎሓፍ ክነብር ዝተገደደ። እዛ ንእሽቶ ገዛ ሽዱሽተ ብሽዱሽተ ጫማ ኮይና ምስ ኣብቲ ከባቢ ዝርከብ ኩነታት ኣየር ዝተመጣጠነት ኣየር ዘእቱ መስኮት ኣለዋ። ነዛ ንእሽቶ ገዛ ኣብ ሓደ ገዛ ክህሉ ኣለዎ ዝበሃል ኣገልግሎት ዝህቡ ኣድለይቲ ነገራት ብጠቕላላ ዘማልእት እያ። ነቲ ናይ መስተታት መቐመጢ ዝተዓዘበ ነታ ገዛ ሚኒባር የምስላ። ሙያ ጥራይ ይሃልኻ እምበር መግቢ መስርሒ ቦታ ኣለዋ። እዛ ገዛ ሽንቲ ቤት ክህልዋ ከሎ ብደገ ሻወርን ባርቢኪዩ ዝግበረሉ ቦታ እውን ኣለዋ። እዚ ኩሉ ኣገልግሎት ኣብ ሽዱሽተ ጫማ ስፍሓት ዘለዎ ገዛ ምፍጻሙ እውን ዘገርም ይገብሮ። ግሬግ ነዛ ገዛ ክሰርሕ ከሎ ብዙሕ ጸርፍን ዘለፋን ኣጋጢምዎ እዩ። ሕጂ ግን እቲ ኩሉ ጸርፍን ዘለፋን ሓሊፉ ነቲ ገዛ ኣካርዩ ክሳብ 1200 ዶላር ወርሓዊ ወይ መዓልታዊ ክልተ ሚእቲ ዶላር ከም ዝረኽበላ ይዛረብ። ከመይ ጌርካ ኢኻ ነዚ ገዛ እዚ ክንድዚ ዝኣክል ትኸፍለሉ ክትብሉ ትኽእሉ ኢኹም። ኣብ ኒውዮርክ እቲ ዝሓሰረ እዩ። ሓደ ነገር ግን ክርስዕ ዘይብሉ እተን ናይ ጓሓፍ መካይን ክመጻ ከለዋ እንዳ ጓሓፍ ዘይኮነስ መንበሪ ገዛ ምዃኑ ክሕብር የድልዮ እዩ። ሳልሳይ፣ ናይ ነፋሪት ገዛ። ብነፋሪት ብዙሕ ግዜ ጌሽኩም ወይ ተመላሊስኩም ክትኮኑ ትኽእሉ ኢኹም። ነገር ግን ነፋሪት ካብ መጓዓዝያ ሓሊፋ ከም መንበሪ ገዛ ዝጥቀም ኣብ ፖርትላንድ ኦሪገን ዝነብር ሰብ ኣሎ። በዓል ሞያ ኤሌክትሪካል ኢንጂነር ዝነበረ ብሩስ ካምበር ድሕሪ ጥሮታ ምውፅኡ ብዛዕባ መንበሪ ገዝኡ ንምግዛእ ክሓስብ ጀመረ። ግን ናይ ልቓሕ ገንዘብ ክገዝእ ኣይደለየን። ስለዚ ቦይንግ 727 200 ዋንነት መንገዲ ኣየር ግሪኽ ዝኾነት ካብ ማውንት ፓርን ዊንሰን ብ200,000 ዶላር ኣሜሪካን ይዕድጋ። ቀጺሉ ድማ ነተን መናብር ኣውጺኡ ንሓደ ሬስቶራንት ዝኸፍት ዝነበረ ሰብ ሸጠሉ። ብድሕሪኡ ነቲ ክፍሊ ንዑ ብዝጥዕም መንገዲ ኣስተኻኸሎ። ማይክሮዌቭ፣ ፍሪጅ፣ ሳሎን፣ ካልእ ኩሉ ንገ ንሓደ ገዛ ክህልዎ ዝግባእ ኣማሊኡ ብሰላም ይነብረላ። ብሩስ ካምበል ብዛዕባ እቲ ዝነብረሉ ገዛ ብጋዜጠኛታት ተሓቲቱ ኣብ ዝሃቦ መልሲ፣ ካብ ኩሉ ሰብ ሓደ ስጉምቲ ንቕድሚት ዝሰጎምኩ ኮይኑ ይስምዓኒ ክብል ኣብዛ ዓባይ ነፋሪት ምንባር ዝህቦ ፍሉይ ስምዒት ይገልጾ። ዝኸበርኩም ሰማዕትን ተዓዘብትን ናይዚ ቻነል ካብዘን ዝረኣኹመን ሰለስተ መንበሪ ገዛውቲ ኣየናይ ከም ዘገረመኩም፣ ርኢቶኹም ኣብ ኮመንት ግደፉለይ። ኣብ ካልእ ዘገርም ዘደንቕ ቪድዮ ክሳብ ንራኸብ በብዘለናዮ ሰላም የጽንሓና።